ናይ ሎማዓንቲ ትምህርትና መርትዖ ካላኣይ ልደት ዝብል እዩ መርትዖ ካላኣይ ልደት እስኪ ክንደይ ኢና ክልተ ግዜ ዝተወሊእና ዘለና ክልተ ግዜ ዝተወለና ሓንሳ ጥራይ ዝተወለና ብሓንቲ ክስታይ ክጅምር እየ ሓንቲ ናይ ሓደ ቆልዓ ምስ ሓደ ካህን ዝገበሮ ምዝራብ እንታይ እያ ትብል ድሕሪ መደብ ናይ ሰንበት እቶም ኣቦ ንሓደ ቆልዓ ንሽተ ቆልዓ እዩ ይረኽቦ እሞ ምሸት ምሸት ትፅሊ ደለኻ ዝወደ ኢሎሞ እዎ ፅሊ ኣለኹ ኩሉ ግዜ ቀቅድሚ ምድቃሰ ይፅሊ ኢሎ ኢሎሞ ኢልዎም ተዋልኣ ነቶም ካህን ኣላ ጽኒሕ ኢሎም ድማ ንጎ ንጎ ከ ትጽሊ ዶ ኣለኻ ኢሎሞ ቅሩብ ሕስብ ኣቢሉ ዳሕራይ ኣይ ምሸት ኮያ ዝፈርህ እምበር ቀትሪ እኮ ይፈርህን እየ ኢልዎም በሃል ስለዚ ኣብ ግዜ ዘፍርሃካ ጥራይ ይጽለይ ዝመስሎ ነይሩ ማለት እዩ ንሕና እውን ሓደ ሓደ ግዜ ገለ መከራ ከጋጥመና ከሎ ገለ ዘይጽቡቕ ነገር ዜና ክንሰምዕ ከሎና ኢና ንጸሎት ንተግህ ገጽ ኣምላኽ እንደሊ ሓይሊ ኣምላኽ እንደሊ እምበር ኣብቲ ንቡር ኩነታት ኩሉ ነገር ርግኣት ምስ ኮነ ጸጥ ምስ በለ ዝጽለ ኮይኑ ኣይስምዓናን እዩ ግን ጸሎት ንኣምላኽ ዘለና ትውክልቲ እንገልጸሉ ናይ ኣቦን ናይ ውሉድን ርክብ ስለ ዝኾነ ኩሉ ግዜ ክንጽሊ ከም ዘለና እያ እታ መልእኽቲ ተመሓላልፈና ናይ ሎምዓንቲ መልእኽትና ኣብ ጸሎት ኮለና ካብ ዘንበብናዮ ካብ ወንጌል ዮሓንስ ምዕራፍ ሰለስተ ካብ ፍቕዲ ሓደ ክሳብ ፍቕዲ ዕስራን ሓደን ተነቢብልና እቲ ኣርእስቲ ወሲድዎ ዘሎ ግን ካብ ጥቕሲ ዓሰርተ ሸሞንተ ክሳብ ዕስራን ሓደን ዘሎ እዩ። ብስም ኣቦን ወድን መንፈስ ቅዱስን ሓደ ኣምላኽ ከም ጉባኤ ነቲ ብኡ ዝኣምን ኣይክፍረዶን እዩ፣ ነቲ ብኡ ዘይኣምን ግና ብሓደ ወዲ ኣምላኽ ስለ ዘይኣመነ ድሮ ተፈሪድዎ እዩ። እቲ ፍርዲ ኸኣ እዚ እዩ፣ ብርሃን ናብ ዓለም መጸ፣ ደቂ ሰብ ግና ግብሮም ክፉእ ስለ ዝኾነ ካብ ብርሃን ጸልማት ፈተዉ፣ ምኽንያቱ እቲ ክፉእ ዝገብር ዘበለ ዅሉ ግብሩ ምእንቲ ኸይግለጽ ብርሃን ይጸልእ እምበር፣ ናብ ብርሃን ኣይመጽእን እዩ። እቲ ሓቂ ዝገብር ግና ከም ትእዛዝ ኣምላኽ ስለ ዝገበረ፣ ግብሩ ምእንቲ ኺግለጽ ናብ ብርሃን እዩ ዚመጽእ ይብለና። ኣርእስትና ኣይንረስዓያ፣ መርትዖ ካልኣይ ልደት ዝብል እዩ። ቅድሚ ናብቲ ትምህርትና ምኻድና፣ ሎማዓንቲ ሻውዓይቲ ሰንበት ናይ ጾመ ኣርብዓ ወይ ድማ ዓቢ ጾም እዩ። ብናይ ቤተክርስቲያንና ስርዓት ድማ ኒቀዲሞስ ተባሂለ እያ ትጽዋዕ ማለት እዩ። ኒቀዲሞስ ኣብ ሙሉ መጽሓፍ ቅዱስና ኣብ ወንጌል ዮሃንስ ጥራይ ኢና ንረኽቦ። ኣብ ወንጌል ዮሃንስ ድማ ኣብ ሰለስተ ቦታ ኣብ ምዕራፍ ሰለስተ፣ ኣብ ምዕራፍ ሸውዓተ፣ ኣብ ምዕራፍ ዕስራን ሓደን ኢና ንረኽቦ። ኒቀዲሞስ ዓሌቱ ኣይሁዳዊ እዩ። ኣይሁዳዊ ጥራይ ድማ ዘይኰነ፣ ፈሪሳዊ እዩ። ፈሪሳዊ ምዃን ማለት ድማ፣ ካብቶም ላህመት ናይቲ ሽዑ ዝነበሩ ሕብረተሰብ፣ ብፍላይ ድማ በቲ ናይ እምነት ኣዝዮም ኣኽረርቲ ዝበሃሉ ካብ ዝነበሩ እዩ። ፈሪሳዊ ጥራይ እውን ኣይኰነን፣ መምህር ወይ ድማ ሊቅ ከም ዝነበረ ድማ መጽሓፍ ቅዱስ ጽቡቕ ገይሩ ኣቐሚጥዎ ኣሎ ማለት እዩ። ካብኡ ፍልይ ብዝበለ መንገዲ ድማ፣ ብፍላይ ኣብቲ ምዕራፍ ሰለስተ፣ ለይቲ ናብ ጐይታና የሱስ ክርስቶስ ከም ዝመጸ ስለ ዝነግረና፣ ምናልባሽ ርእሱ ዘየቃልዐ፣ ርእሱ ዘየግሃደ ሕቡእ ወደ መዝሙር ከም ዝነበረ እዩ ዝእመን ማለት እዩ። ምናልባሽ እቲ ብለይቲ ምምጽኡ ንኽልተ ብኽልተ ምኽንያት ክኸውን ይኽእል እዩ። ሓደ ካብቶም ብጾቱ ዝኾኑ ፈሪሳውያን ተቓውሞ ከየጋጥሞ፣ ተነጽሎ ከየጋጥሞ። ምኽንያቱ ኣብቲ ግዜ እቲ ጐይታና የሱስ ክርስቶስ እቲ ናብ ዓለም ክመጽእ ዘሎ መሲሕ እቲ ቅቡእ እዩ ኢሉ ንዝተኣመነ ፈሪሳውያን ንዅሉ ኣይሁዳዊ ካብ ቤት ጸሎቶም ኪሰጕ ሕጊ ሓጊጎም ስለ ዝነበሩ፣ እዚ ድማ መምህር ኣይሁድ እዩ፣ ሊቅ እዩ፣ ስለዚ ንሱ እቲ መሲሕ እዩ፣ እቲ ቅቡእ እዩ ኢሉ እንድሕር መስኪሩ እንድሕር ተኣሚኑ ካብ ቤት ጸሎት ኪስጐግ ይኽእል እዩ። ብኽንደይ ዓመታት ከቢድ ጻዕሪ ኸፊሉ ንዘጥረዮ መምህርነት ወይ ድማ እቲ ፈሪሳውነት ድማ ኪስእኖ ይኽእል እዩ ማለት እዩ። ስለዚ ሓደ እዚ ክኸውን ይኽእል እዩ፣ እቲ ኻልኣይ ድማ ስብሕ ዝበለ ግዜ ምቹእ ዝዀነ ሃዋህው ኪፍጠረሉ እሞ ድሌት ናይ ልቡ ቅልዕልዕ ኣቢሉ ክገልጸሉ ዝኽእል፣ ንኹሉ ዘለዎ ሕቶታት ድማ ብህድኣት መልሲ ክረኽበሉ ዝኽእል ኣብታ ጎይታና የሱስ ክርስቶስ ብጽሞና ዝረኽበሉ ግዜ ኢሉ ስለ ዝሓሰበ ኣብ ለይቲ መጺኡ ክኸውን ይኽእል እዩ ማለት እዩ። ስለዚ ኣብቲ ቀዳማይ እብረ ናይ ህይወቱ እንድሕር ርኢናዮ ሕቡእ ዝኾነ ህይወት ወይ ድማ ሕቡእ ወደ መዝሙር ከም ዝነበረ ግን ዘይከሓድ ሓቂ ማለት እዩ። ንመጀመርያ ግዜ ድማ ጎይታና የሱስ ክርስቶስ ብዛዕባ ምስጢር ዳግም ልደት ብዛዕባ ካብ ላዕሊ ምውላድ ናይ መጀመርያ ሰብ ዝተገልጸሉ ድማ ንሱ ነይሩ ማለት እዩ ነዛ ክብሪ እዚኣ ዝበቕዐ ናይ መጀመርያ ሰብ ተባሂሉ ተገሊጹ ኣሎ ስለዚ እቲ ብምስጢረ ጥምቀትን ብምስጢረ ሜሮንን ኣቢሉ ካብ ማይን ካብ መንፈስ ቅዱስን ምውላድ ዝብል ናይ መጀመርያ ግልፀት ንረኽቦ ኣብቲ ኣብ መንጎ ጎይታና የሱስ ክርስቶስን ኒቀዲሞስ ዝነበረ ዝርርብ እዩ ማለት እዩ። ምናልባሽ ኣብቲ መጀመርያ ግዜ ምስ ጎይታና የሱስ ክርስቶስ ክዛረብ ከሎ ፈሪሳዊ ዝኾነ ኣእምሮ፣ ፈሪሳዊ ዝኾነ ኣተሓሳስባ ስለ ዝነበሮ ነቲ ናይ ጎይታና የሱስ ክርስቶስ መልእኽቲ ንኽርድኦ ብጣዕሚ ይኸብዶ ከም ዝነበረ ኢና ክንርዳእ ንኽእል ማለት እዩ። ግን ሓደ ክንክሕዶ ዘይንኽእል ግን ኒቀዲሞስ ዓባይ ዝኾነት እምነት ከም ዝነበረቶ ክንርዳእ ንኽእል ኢና። ለሊ ኩሉ ድማ በቲ ዝነበሮ ፍልጠት በቲ ዝነበሮ መዝነት ከይዓገበ ዝያዳ ተወሳኺ ፍልጠት፣ ዝያዳ ተወሳኺ ምግላጽ ክረክብ ልዑል ዝኾነ ድልየት ከም ዝነበሮ እውን ከነስተውዕሎ ንኽእል ኢና ማለት እዩ። ኣብ ሓደ ግዜ ኣይሁዳዊ ዋዕላ ከም ዝነበረ እሞ ኣብቲ ዋዕላኦም ድማ እቶም ፈሪሳውያን ንጎይታና የሱስ ክርስቶስ ኣሲሮም ከምጽሎም ነቶም ገላዉኦም ከም ዝለኣኹ፣ እቶም ገላዉ ድማ ንጐይታና የሱስ ክርስቶስ ከምጽእዎ ምስ ከዱ፣ ጐይታና የሱስ ክርስቶስ እልቢ ብዘይብሉ ህዝቢ ከቢብዎ ክምህር ጸኒሕዎም። ስለዚ ምቹእ ዝኾነ ግዜ ክረኽቡ ኢሎም ተጸበዮም። ክጽበዩ ከለዉ ግን ከይተረድኦም ነቲ መልእኽቲ ከቕልብሉ ከድህብሉ ክኢሎም። ስለዚ ድማ ነቲ ዘምጽኦም ዕላማ ረሲዖም ጥራይ ኢዶም ተመሊሶም። እቶም ኣብ ዋዕላ ዝነበሩ ፈሪሳውያን ድማ ከመይከ ዘየምጻኹሞ ኢሎም ሓይቶሞም። ንምንታይ ምኽንያት ከምዜምጽኡም ኣብ ክንዲ ዝምልሱሎም ከም ሰብኣይዚ ገይሩ ዝተዛረበ ወላ ሓደ የለን ኢሎም በቲ ትምህርቱ በቲ መልእኽቱ ከም ዝተመሰጡ እዮም ነጊሮም ማለት እዩ። እዚ ሕጊ ዘይፈልጥ ህዝቢ ግን ርጉም እዩ ኢሎም እቶም ፈሪሳውያን ነቲ ህዝቢ ክራገሙን ምስ ሰምዖም ኒቀዲሞስ ስቕ ኣይበለን። ሕግናኸ እቲ ሰብ ከይተሰምዐ እንታይ ከም ዝገበረ ድማ ከይተፈልጠስ ክፍረዶ ይግባእ ድዩ ኢሉ ኺምጕቶም ተንሲኡ ማለት እዩ። ንሳቶም ግን ንኒቆዲሞስ ኣቃሊሎም እቲ ዋዕላ ፋሕ ኬብልዎ እዮም ክኢሎም ማለት እዩ። ስለዚ፣ ኒቆዲሞስ ኣብቲ ዋዕላ፣ እታ ናይ መጀመርያ ድሕሪ ምዕራፍ ሰለስተ ኣብ ምዕራፍ ሸውዓተ ርእሱ ቐሊዑ ኺማጐቶም ከሎ፣ ሕጊ ብሕጊ ንጐይታና የሱስ ክርስቶስ ኪጣበቐሉ ኸሎ ኢና ንርእዮ ማለት እዩ። ድሕሪኡ እንርእዮ ድማ ኣብ ምዕራፍ ዕስራን ሓደን ወንጌል ዮሃንስ ድማ ብፍላይ ድማ ኣብታ ጐይታና የሱስ ክርስቶስ በይኑ ዝተሓደገላ ፍላይ ካብ ዕለተ ሓሙስ ጀሚሩ ምሸት ንጎይታና የሱስ ክርስቶስ ምስ ሓዝዎ ኩሎም ቶም ሰለስተ ዓመት መንፈቐን ዝሰልጠኑ ቅዱሳን ደቂ መዛሙርቲ እውን ከይተረፈ ኩሎም ገዲፎሞ እዮም ሃዲሞም ድሕሪኡ ዓርቢ ዋዕላ ተኻይዱ ጎይታና የሱስ ክርስቶስ ድማ ኣብ መስቀል ክስቀል ተፈሪዱ ተሰቒሉ ግን ደፊሩ ከይዱ ነቲ ጎይታና የሱስ ክርስቶስ ካብቲ መስቀል ኣውሪዱ ክቐብሮ ዝኸኣለ ካብ ደቀ መዛሙርቲ ኣይነበረን። ኩሎም እቶም ደቀ መዛሙርት ሰዓብቲ ኣብ ልዕሊ ጎይታና የሱስ ክርስቶስ ዝተፈጸመ ስለ ዝረኣዩ ስለ ዝፈለጡ ስለዚ ክሕብእሉ ኣብ ዝኽእሉ ቦታ መዓጾም ኣጽዮም ተሸጊሮም እዮም ነይሮም። እቲ ዘገርም እቲ ሕቡእ ወደ መዝሙር ዝበሃል ዝነበረ ግን ርእሱ ቀሊዑ እሞ ኸኣ ናብ ጲላጦስ ከይዱ ስጋ ጎይታና የሱስ ክርስቶስ ከም ዝሓተተ እሞ ከም ዝተዋህበ ኢና ንርዳእ ማለት እዩ። ስለዚ ንሱን የሴፍ በዓል ኣርማትያስ ዝበሃል ሓደ ሃብታም ሰብኣይ ኮይኖም ድማ ንጎይታና የሱስ ክርስቶስ ኣብቲ ዮሴፍ በዓል ኣርማትያስ ንገዛእ ርእሱ ኢሉ ዘውቀሮ መቓብር ክቐብርዎ እዮም ክኢሎም። ምቕባል ጥራይ እውን ኣይኮነን፣ ከምቲ ስርዓት ኣይሁድ ንሓደ ንጉስ፣ ንሓደ ልዑል መዝነትን ስልጣንን ዘለዎ ዝበቅዕ ዓይነት ስርዓተ ቐብሪ እዮም ፈጺሞምሉ። ሰላሳን ሓደን ኪሎ ግራም ዝኣክል ካብ ዝተፈላለየ ዝተሰርሐ ቀመማት ዘለዎ ነቲ ስጋ ጐይታና የሱስ ክርስቶስ ገይሮም ከም ዝቐበርዎ፣ እዚ ድማ እቲ ኣካላት ስጋ ቀልጢፉ ንኸይብስብስ ዝሕግዝ ከም ዝነበረ ኢና ክንርዳእ ንኽእል ማለት እዩ። እቲ ዘገርም ድማ ኣብ ትንቢተ ኢሳያስ ምዕራፍ ሓምሳን ሸሞንተን ዘሎ ብመቱ ምስ ሃብታማት ኮነ ዝብል ቃል ንኽፍጽሙ ድማ ምኽንያት ኮይኑሎ ማለት እዩ ብመቱ ምስ ሃብታማት ኮነ ኣብ ኢሳያስ ሓምሳን ሰለስተን ፍቕዲ ትሽዓተ ዘሎ እዩ ማለት እዩ ስለዚ እታ መቓብር ዝተቐብረላ ጎይታና የሱስ ክርስቶስ የሴፍ በዓል ኣርማትያስ ሃብታም ስለ ዝነበረ ከም ዝመውት ሓሲቡ ኣቐዲሙ ንበዓሉ ኢሉ ኣብ ዘውቀሮ መቓብር እዩ ጎይታና የሱስ ክርስቶስ ተቐቢሩ ማለት ስለዚ ኒቀዲሞስ ብዛዕባ ጐይታናን መድሓኒናን የሱስ ክርስቶስ ጽቡቕ ዝዀነ ኣፍልጦ፣ ጽቡቕ ዝዀነ ርድኢት ነይርዎ። ብዓብዩ ድማ መምህር ኢዩ። መምህር ማለት ድማ ነቲ ናይ ብሉይ ኪዳን ዘሎ ኣስተምህሮ ብዝግባእ ዝርዳእን ተጠንቂቑ ድማ ዘጽንዕን ንኻልኦት ሰባት ድማ ዝምህር ሰብ ኢዩ ነይሩ። እዚ ፍልጠት እዚ ግን ንኒቀዲሞስ መንግስቲ ኣምላኽ ከእትዎ ይኽእል ኣይነበረን። ስለዚ ድማ እዩ ጐይታ እታ ናይ መጀመርያ ምግላጽ ካብ ላዕሊ ኽትውለድ ኣለካ፣ ካብ ማይን ካብ መንፈስ ቅዱስን እንተ ዘይተወሊድካ መንግስቲ ኣምላኽ ክትኣቱ ኣይትኽእልን ኢኻ ዝብል ሓድሽ ዝኾነ ምግላጽ ሓድሽ ዝኾነ ኣስተምህሮ ክህቦ ከሎ ንርኦ ማለት እዩ። ኒቀዲሞስ ዝፈልጦ ነገር እንተ ሃልዩ ብዛዕባ ካብ ከርሲ ኣደ ምውላድ ማለት እዩ። እዚ ካልኣይ ልደት ግን ቦኽሪ እዝኒ እዩ። ስለዚ ድማ ኣብቲ መጀመርያ ምርዳእ ክጽገም ብሓቂ እዩ ማለት እዩ። ጎይታ ግን ብሓቂ ብሓቂ እብለካ ኣለኹ ካብ ማይን መንፈስ ቅዱስን እንተ ዘይተወልደ ስለዚ እቲ መልእኽቲ ንዑ ጥራይ ኣይኮነን ንዝኾነ ሰብ ካብ ላዕሊ ማለት ካብ ማይን ካብ መንፈስ ቅዱስን እንተ ዘይተወልደ ናብ መንግስቲ ኣምላኽ ክኣቱ ዝኽእል የልቦን እቲ ካብ ስጋ ዝተወልደ ስጋ እዩ ካብ መንፈስ ተወልደ ከኣ መንፈስ እዩ ካልኣይ ክትውለድ ናይ ግድን እዩ ስለ ዝበልኩኻ ኣይትገረም ክብሎ ከሎ ኢና ንሪኦ ማለት እዩ ስለዚ እቲ ካብ ማይ ምውላድ ማለት ነቲ ቤተ ክርስቲያንና ብምስጢረ ጥምቀት ኣቢልና ንሓጢኣት መይስና ንጽድቂ ድማ ንትንስኦ ዝውክል ክኸውን ከሎ እቲ ካብ መንፈስ ቅዱስ ምውላድ ድማ ነቲ ብቕብኣ ሜሮን ማሕተም መንፈስ ቅዱስ ንኽንቅበል ዕርቡን መንፈስ ቅዱስ ንኽንቅበል ውሉድ ኣምላኽ ንኽንከውን መንፈስ ቅዱስ ድማ ኣባና ንኽሰርጽ ንኽሓድርን እትፍጽሞ ስርዓት ዘመልክት እዩ ማለት እዩ ስለዚ ንሕና እዚ ጥምቀት ንሓስብ ከለና እቲ ቆልዓ ውልድ ኢሉ ኣብ ኣርባዕደ ኣብ ሰማና ዝጥምቆ ጥምቀት ኢና ንሓስብ ማለት እዩ ግን ቅድሚ ጥምቀት ክመፅ ዘለዎ ወንጌል እዩ ወንጌል ከይተበሰረ ሰብ ብሓጢኣቱ ከይተረትዐ ብሓጢኣቱ ድማ ብንስሓብ ቅድሚ እግዚኣብሄር ዕርቂ ከይፈጸመ እስርዓት እዚ ክፍጸም ኣለዎ ማለት ኣይኮነን ስለዚ እምነት ይቅድም እዩ ነቲ ናይ ቤተ ክርስትያን ምስጢራት ማለት እዩ ስለዚ ኒቀዲሞስ ክርስቶስ ካብ ኣምላኽ ዝተላእኸ ምዃኑ ኣሚኑን ተቐቢሉን እኳ እንተኾነ ግን ውልድነት ክረክብ እንተ ደኣ ኮይኑ እቲ ፓኬጅ ኩሉ ክፍጸም ክኽእል ኣለዎ ስለዚ እቲ ክፍጸመሉ ዝነበሮ ድማ ናብ ውልድነት ከብቅዖ ዝኽእል እዛ ኣቐዲምና ዝጠቐስናዮ ከም ዝነበረ እዚ ድማ ዘይተግበሮን ዘይተቐበሎን ስለ ዝነበረ ናብ ጸጋ እዚ ክመርሖ ዝኽእል ጐይታና የሱስ ክርስቶስ ሓድሽ ዝኾነ ሓሳብን ምግላጽን ክቦ ከሎ ኢና ንርእዮ ማለት እዩ። እታ ቀዳመይቲ ሕቶ ቀሪባሃልና ዘላ ውሉድ ኣምላኽ ምዃን ማለት ግን እንታይ ማለት እዩ? ውሉድ ኣምላኽ ምዃን እንታይ ማለት እዩ? ነዚ ምስጢራ እዚ ዝፈጸምና ጥራይ ዝፈጸምና ጥራሕ ከም ናይ ክርስቶ ዝበለ ውልድነት ይህልወና ማለት ድዩ ዝብል እውን ሓደ ካብቲ ምስኡ ክንምልሶ ዘለና ሕቶ'ዩ ማለት እዩ። ስለዚ ኣብቲ መንፈሳዊ ዓለም ኮነ ኣብዚ ዘሎ ናይ ዓለም ክልተ ዓይነት ውልድነት'ዩ ዘሎ። እዚ ክልተ ዓይነት ውልድነት ድማ ሓደ እቲ ናይ ባህርይ ውልድነት ዝበሃል እዩ። እቲ ካልኣይ ድማ መሰል ውልድነት ዝበሃል ድማ ኣሎ'ዩ ማለት እዩ። ምናልባሽ ብኣብነት መረዳእታ ጌርና እንተ ገሊጽናዮ ዝያዳ ክርደኣና ይኽእል እዩ። ሰብኣይን ሰበይትን ክልተ ኣንጻር ጾታ ብስርዓተ ተክሊል፣ ሓዳር ምስ መስረቱ ብድሕሪኡ ፍረ ናይቲ ሓዳር ድማ እግዚኣብሄር ክፈቅድ ከሎ ውሉድ ይህቦም እዩ ማለት እዩ። ስለዚ እቲ ውሉድ ክፍጠር ከሎ ድማ ካብ ዘርኢ ሰብኣይን ካብ ዘርኢ ሰበይትን እዩ ዝውለድ ማለት እዩ። እዚ ቆልዓ እዚ ክውለድ ከሎ ካብ ክልቲኦም ዝወስዶ ነገር ስለ ዘሎ ምስ ተወልደ ናይ ባህሪ ውሉዶም እዩ ዝበሃል። ስለዚ ብኹለንትንኡ እቲ ህፃን ነቶም ወለዲ እንታይ እዩ ሓደ ኣካል ሓደ ባህሪ ከም ዝኾኑ ሓደ ስጋ ከም ዝኾኑ ኢና ክንርዳእ ንኽእል ስለዚ ድማ ምስ ተወልደ ብስሞም እዩ ዝጽዋዕ ስለዚ ኣብታ ቤት እያ ድማ ክዓቢ መሰል ይረክብ ማለት እዩ ስለዚ ኣብታ ቤት እትያ ዘሎ ኩሉ ናይቶም ወለዱ ዝኾነ ናቱ ድማ እዩ ኣብ መወዳእታ እውን እቲ ውርሻ ዝወስድ ድማ ንሱ እዩ ማለት እዩ ስለዚ እዚ ከምዚ ዓይነት ልደት ናይ ባህሪ ልደት ኢና ንብሎ ማለት ኩላህና ካብ ኣቦናን ካብ ኣዴናን ብናይ ባህሪ ልደት ኢና ተወሊድናን መጺናን ነዚ ውሉድነት እዚ ድማ ክልውጦ ክቕይሮ ዝኽእል ኣካል ወይ ድማ ሕጊ ዝኾነ ነገር የለን ማለት እዩ ብምንም ተኣምር ክቕየር ዘይክእል ንዘለኣለም ድማ ጸኒዑ ዝነብር ውልድነት ምኻን ኢና ክንርዳእ ንኽእል። እቲ ካልኣይ እዚ ናይ መሰል ውልድነት ዝበልናዮ ግን ንኣብነት ሓደ ህጻን ንሕና ኣይወለድናዮን ዝወለድዎ ካልኦት ወለዲ ኣለዎ እዞም ወለዲ እዚኦም ብሂወት ዘለዉ ክኾኑ ይኽእሉ እዮም ወይ ድማ ብሂወት ዘየለዉን ክኾኑ ይኽእሉ እዮም። ነዚ ቆልዓ እዚ ግን ከዕብይዎ ስለ ዘይከኣሉ ካልኦት ሰባት ከዕብይዎ ንዝኽእሉ ይወሃብ እሞ እቲ ቆልዓ ድማ ዋላ እታ ስድራ እታ ትቕበሎ ዘላ ባህርያዊ ውሉዶም እኳ እንተዘይኮነ ግን ልክዕ ማዕረ እቲ ንባህርያዊ ውሉዶም ዝገብርሉ ኩሉ ነገር ይገብርዎ ማለት እዩ። ከም ውሉዶም ይቕበልዎ፣ ከም ውሉዶም ድማ ኣብታ ቤት እቲኣ ይዓቢ፣ ከም ውሉዶ መጠን ድማ ኣብ መወዳእታ ተኻፋሊ ናይቲ ጸጋን በረኸትን ይኸውን ማለት እዩ። እዚ ሕጂ መሰል ደኣሉ ዝወሃብ ዘሎ እምበር ናይ ባህሪ ውሉዶም ኣይኮነን። ካብኣቶም ዝተማቐሎ ስጋን ኣካልን የብሉን። ግን ሕጋዊ ብዝኾነ መንገዲ ፍቓደኛታት ኮይኖም ከም ውሉዶም ተቐቢሎምዎ ውሉዶም ናይ ምዃን መሰል ድማ ይህቡ ኣለዉ ማለት እዩ። ጎይታናን መድሓኒናን የሱስ ክርስቶስ ድማ እቲ እንኮ ናይ እግዚኣብሄር ናይ ባህሪ ውሉዱ እዩ ማለት እዩ። ጎይታና የሱስ ክርስቶስ ንእግዚኣብሄር ኣቦ እንታይ እዩ? ናይ ባህሪ ውሉድ እዩ። መጀመርያ የብሉን ግን እግዚኣብሔር ኣቦ እግዚኣብሔር ወልድ ክንብል ከሎናስ ወልድ ካብ እግዚኣብሔር ኣቦ ዝተወልደ ምኻኑ ብዘይ ኣደ ከም ዝተወልደ እቲ ናይ ስጋ ልደት እንድሕር ርኢናዮ ድማ ብዘይ ሰብኣይ ካብ ኣዴና ቅድስት ድንግል ማርያም ፍጹም ሰብ ከይኑ ከም ዝተወልደ ኢና ንፈልጥ ማለት እዩ። ስለዚ ይትረፍ በቲ መለኮታዊ በቲ ስጋዊ ልደት እውን ጎይታና የሱስ ክርስቶስ ዝመሳሰለ ዓይነት ልደት የብልናን እቲ ናይ ጎይታና የሱስ ክርስቶስ ልደት ፍልይ ዝበለን ልዑል ዝኾነ ክብርን ዘለዎ እዩ ማለት እዩ ስለዚ እግዚኣብሔር ግን ንምንታይ እዩ እዚ መሰል ውልድነት እዚ ሂብና? ኩላህና ካብ ኣቦናን ካብ ኣዴና እንረኽቦ ውልድነት ናይ ባህሪ ውልድነት እዩ። ካብ እግዚኣብሔር እንቕበሎ ውልድነት ግን ናይ ባህሪ ውልድነት ዘይኮነስ መሰል ውልድነት እዩ። ንምንታይ ዕላማ እዩ ግን እግዚኣብሔር መሰል ውልድነት ዝህበና እንተድኣ ኢልና ብባህሪኡ ብፍቕሩ ተደሪኹ ደኣ እምበር ማንም ኣገዲድዎ ኣይኮነን ማለት እዩ። ወይ ድማ ዝኾነ ዘገድዶ ሕጊ ስለ ዘሎ ኣይኮነን። ቃል ኣምላኽ እንታይ እዩ ዝብለና? ክርስቶስ ናብቶም ናቱ፣ እቶም ናቱ ዝበሃሉ ዘለዉ ኣይሁድ እዮም፣ መጸ፣ እቶም ናቱ ግና ኣይተቐበልዎን፣ ነቶም ዝተቐበልዎ ዘበሉ ዅሎም ብስሙ ንዝኣምኑ ግና ውሉድ ኣምላኽ ክዀኑ መሰል ሃቦም። ንሳቶም ከኣ ካብ ኣምላኽ እምበር ካብ ደም ወይ ካብ ስጋ ወይ ከኣ ብድሌት ሰብኣይ ዘይተወልዱ'ዮም። እቲ ድሒሩ ዘሎ ነቲ ናይ ባህሪ ልደት እዩ ዝገልጽ ማለት እዩ። ባህርያዊ ብዝኾነ መንገዲ ዘይኮነስ መሰል ውልድነት ከም ዝሃበና እዩ ቃል ኣምላኽ ዝነግረና። ወንጌል ዮሃንስ ምዕራፍ ሓደ ፍቕዲ ዓሰርተ ሓደ ኣንቢበ ክሳብ ዓሰርተ ሰለስተ። ኣብ ሮሜ ምዕራፍ ሸሞንተ እውን እንታይ ዝብለና ኣሎ ንስኻትኩምሲ ነቲ ብኡ ጌርና ኣባ ኣቦ ኢልና ንጽውዓሉ መንፈስ ውሉድነት ኢኹም ዝተቐበልኩም እምበር፣ ናብ ፍርሃት ክትምለሱ ከም ብሓድሽ መንፈስ ባርነት ኣይተቐበልኩምን። ስለዚ እቶም ብፍቓድ ስጋ ዘይኮኑ ብመንፈስ ኣምላኽ ዝምርሑ ዘበሉ ንሳቶም ውሉድ ኣምላኽ እዮም። ውሉድ ኣምላኽ ምዃንና ከኣ እቲ መንፈስ ባዕሉ'ዩ ምስ መንፈስና ኮይኑ ዝምስክረልና። ውሉድ ካብ ኮንና ወረስቲ ድማ ኢና ንኣምላኽ ወረስቱ ንክርስቶስ ድማ መዋርስቲ ኢና፣ ምስኡ ሓሳረ መከራ እንተ ጸገብናስ ምስኡውን ክንከብር ኢና በለና። ስለዚ እግዚኣብሄር መንፈስ ውልድነት ድማ ከምዚ ሃበና። እዚ መንፈስ ቅዱስ እዚ ድማ ንእግዚኣብሄር ኣቦ ኣቦና ክንብሎ ትብዓት ከም ዝኾነልና ኣብ ውሽጥና ድማ ልዕል ዝኾነ ምስክርነት ድማ ከም ዝኾነና እዩ ቃል ኣምላኽ ዝነግረና። ኩላህና ንኣብነት ሓደ ቆልዓ ኣዳፕት እንተ ንገብርሲ ሜይቢ እቲ ቆልዓ መጀመርያስ ኣቦ ኣደ ክብለናስ ይስከፍ ይኸውን እዩ ምክንያቱ ክለማመዶ ዘለዎ ነገር እዩ ንሕና እውን ወደይ ክንብሎ ቁሩብ ንሽገር ኢና ክሳብ እቲ ማይንድሰትና ዝቅየር ማለት እዩ ኣብቲ መንፈሳዊ ዓለም ግን ንእግዚኣብሔር ኣቦ መሰል ውልድነት ክበና ከሎ ናይ ብሓቂ ማለትና ኮይኑ ኣቦና ክንብሎ ዘኽእለና እዚ መንፈስ ውልድነት እዚ ከም ዝተቀበልናዮ ቃል ኣምላኽ ዝነግረና ዘሎ ማለት እዩ መሊሱ ውን ኣብ ገላትያ ምዕራፍ ሰለስተን ምዕራፍ ኣርባዕተን ውን እንታይ ዝብል ቃል ኣሎ ብክርስቶስ እተጠመቅኩም ዘበልኩም ንክርስቶስ ለበስኩሞ እሞ ብእምነት ብእየሱስ ክርስቶስ ኩላትኩም ውሉድ ኣምላኽ ኢኹም ኩላትኩም ብክርስቶስ እየሱስ ሓደ ኢኹም ምልኣት ዘመን ምስ መጸ ግዚኡ ምስ በጽሐ ማለት እዩ ግና ነቶም ኣብ ትሕቲ ስልጣን ሕጊ ዘለዉ ተሻይጡ ምእንቲ ከድሕኖም ንሕና እውን መሰል ውልድነት ምእንቲ ክንረክብሲ ኣምላኽ ነቲ ብዘይ ሰብኣይ ካብ ሰበይቲ ዝተወልደ ኣብ ትሕቲ ሕጊ እውን ዝሓደረ ወዱ ለኣኾ ውሉድ ስለ ዝኾንኩም ከኣ ኣምላኽ ነቲ ኣባ ኣቦ ኢሉ ዝጽውዕ መንፈስ ወዱ ናብ ልብና ለኣኾ ድሕሪ ደጊምሲ ውሉድ እምበር ባርያ ኣይኮንካን ውሉድ ካብ ኮንካ ግና ብክርስቶስ ወራሲ ኣምላኽ ኢኻ ይብለና ኣሎ። ኣብዚ እውን ተመሳሳሊ ሓሳብ እግዚኣብሄር ነቲ መንፈስ ወዱ ናብ ልብና ለኣኾ ኣባ ኣቦ ኢልና ንክንፅውዖ ዘኽእል መንፈስ ቅዱስ ምዃኑ ውሉድ ምዃንና ንክርስቶስ ድማ ብጥምቀት ኣቢልና ከም ዝለበስና የቐል ኣምላኽ ዝነግረና ኤፌሶን ምዕራፍ ሓደ ፍቕዲ ሓምሽተን ሽዱሽተን እውን ጽቡቕ ፍቓዱን መደቡን ስለ ዝነበረ ኸኣ ንርእሱ ውሉድ ክንኰኖ፣ ንመን? ንርእሱ ውሉድ ክንኰኖ ብኢየሱስ ክርስቶስ ቀደም መደበና። እዚ ኸኣ እቲ በቲ ዘፍቅሮ ወዱ ገይሩ ዝሃበና ክቡር ጸጋ ምእንቲ ኺምስገን እዩ ኢሉና ኣሎ ማለት እዩ። ስለዚ ካብዚ ሃዋርያዊ መልእኽቲ እዚ እንርድኦ ነገር እንተድኣ ሃልዩ እግዚኣብሄር ብሕያውነቱ ዝሃበና

ውሉድ ኮንካ ኣለኻ ከበሃል ካብ ዝዓቢ ብስራት የለን ማለት እዩ ስለዚ ነዚ ብስራት እዚ እዚ ውሉድ ኣምላኽ ምዃንና ብጣዕሚ ልዕሊ ስምና ከነኽብሮን ልዕሊ ስምና ድማ ክንዝክሮን ከም ዘለና እዩ ክንርድኦ ዘለና ማለት እዩ ስለዚ በቲ ምስጢረ ጥምቀት ኣቢልና ንክርስቶስ ከም ንለብሶ እቲ መንፈስ ቅዱስ ድማ ማሕደር ከም ንኸውን በዚ መንገዲ እዚ ድማ እቲ መሰል ውልድነት ንረክብ ንብል ዘለና እዚ እቲ መለኮታዊ መርትዖ እዩ ብወገን ኣምላኽ ውሉድ ኣምላኽ ምዃንና እግዚኣብሔር ዘመስክሮ ነገር ወይ ከም መርትዖ ዝጥቀመሉ ነገር መንፈስ ቅዱስ ኣባና ምሕዳሩ እዚ መንፈስ እዚ ዝምስክሮ ነገር ኣሎ እዩ እግዚኣብሔር ኣቦና ምኻኑ ብትብዓት ድማ ኣባ ኣቦ ኢልና ክንጽውዖ ዘኽእለና እዩ። ብመሰረቱ እውን ዕርቡን ርስትና እዩ። ንብረት ክንገዝእ ከሎና ዕርቡን ንኸፍል ኢና ኣይኮነን ድዩ? ናይ ግዜ ሕቶይ እምበር ኤኒ ታይም ከይና ነቲ ንብረት ዕርቡን ስለ ዘኸፈልናሉ ክንወስዶ ንኽእል ኢና። እግዚኣብሔር ድማ ውሉዱ ምኻንና ከመስክር ከሎ ዕርቡን ሂብና። እዚ ዕርቡን እዚ ድማ መንፈስ ቅዱስ እዩ። ካልእ እውን ማሕተም ትብል ቃል ኣላ። ዝኾነ ደብዳቤ ክንጽሕፍ ከሎና ማሕተም ተዘንቢርናሉ ተቐባልነት ኣለዎ ድዩ? ምናልባሽ ሕጂ ግዜ ቴክኖሎጂ ማዕቢሉ ብኢመይል ብዙሕ ግዜ ንጥቀም ኢና ኣይኮነን? ግን ሓደ ሃርድ ኮፒ ክንሰድድ ከሎና ግን ማሕተም ክህልዎ ኣለዎ። ዋላ ዝኾነ ዝኾነ ዶክሜንት እንድሕር ሕጋዊ ተቐባልነት ክህልዎ እንተድኣ ኮይኑ ዋላ ማሕተም ተዘይብልና ኖቶራይዝ ንገብሮ ኢና ኣይኮነን ድዩ? ስለዚ እግዚኣብሄር ድማ ከም ማሕተም ናቱ ውሉድ ምዃንና፣ ናቱ ንብረት ምዃንና፣ ናቱ ህዝቢ ምዃንና ዘመስክረሉ ከም መለኮታዊ መርትዖ ዝጥቀመሉ መንፈስ ቅዱስ ኣባና ምሕዳሩ እዩ ማለት እዩ። ሓደ ግዜ ሓደ ናይ ኣምላኽ ሰብ ናይ መሰረተ እምነት ዝመሃር ተማሃራይ ነይርዎ። እቲ ተማሃራይ እዚ ጽቡቕ እዩ በቃ ዝግስግስ ነይሩ። ግን ሓደ ግዜ ግን ብጣዕሚ ሕቶ ተዋጢሩ ናብቲ መምህሩ ናብቲ ኣቦ ይመጽእ እሞ ዝጸለኹ እንተ ጸለኹ ጸምኩ እንተ ጸምኩ ቃል ኣምላኽ እንተ ኣንበብኩ ዝገበርኩ እንተ ገበርኩ ነቲ መድሓንየይን ጎይታይን ግን እሙን ክኸውን ኣይከኣልኩን ክእመን ኣይከኣልኩን ምናልባሽ ውልድነተይ ዳ ኣጥፊኤ ከይህሉ ኢሉ ነቶም ኣቦ ይሓቶሞ ኣራይቶም ኣቦ ድማ ገለ ኣብነት ሓሲቦም ከረድእዎ ደልዮም ማለት እዩ እዚ ከልቢ ትሪኦ ዘለኻ ኢልዎ እወ ሪኦ ኣለኹ እዚ ከልቢ ናይ ጎረቤትኩም ድዩ ን እዚ ከልበይ እዩ ኣብ ቤት ድዩ ኣብ በረኻ ድማ ከመይ ኢሉ ክመላለስ ከም ዘለዎ ከመይ ኢሉ ክነብር ከም ዘለዎ ፍሉይ ዝኾነ ስልጠና ፍሉይ ዝኾነ ታዕሊም ወሲዱ እዩ ስለዚ ኣብ ገዛ ይኹን ኣብ ደገ ዝኾነ ትእዛዝ ክህቦ ከሎ ነቲ ትእዛዝ እውን ኣየዳግምን እዩ ንዝበልኮ ብኩሉ ብጥንቃቀ እዩ ዝፍፅም ኢልዎ ዝኮነ መስ ዝኮነ ነገር ኣይፍፅምን እየ ኣብ ገዛ ብኡ ድማ ብጣዕሚ ሕጉስን ዕጉብን እየ ኢልዎ ማለት እዩ እቲ ኣብቲ ዝፃወት ዘሎ ቆልዓ ከትሪኦ ደለካ ኢልዎ እወ ሪኦ ኣለኩ እሱ ድማ ወደይ ኢልዎ ግን ኣብ ገዛ መዓት ነገራት እዩ ግዕዘይ ዝፍጽም። ክበልዖ ኢልካ ዝሃብካዮ ምግቢ፣ ነቲ ምግቢ፣ ምግቢ ምዃኑ ረሲዑ ኣብ ርእሱ እዩ ዝደፍኦ። ንኹሉ ኣካላቱን ክዳውንቱን ማይ ጸያይቖ። ዝኾነ ነገር ተዛሪብካዮ ድማ ቀልጢፉ ኣይሰምዓካን እዩ። ብናቱ ሓሳብ፣ ብናቱ መንገዲ ክኸይድ ዝደሊ ኢልዎ ማለት እዩ። እዚ ከልቢ እዚ ናብ ፐርፈክሽን ዝቐረበ እዩ። እዚ ግን ገና ሰለይ ዝብል ዘሎ እዩ። ስለዚ ኣነ እንድሕር መይተስ፣ ንብረተይ ዝወርሶ መን እዩ ኢልዎ እዚ ውሉድካ ኢልዎ ማለት እዩ ስለዚ ውሉድ ናይ ምዃን ምስ ፐርፈክሽን ምትእሳር ዘለዎ ኣይኮነን ምስ ፍጽምና ዘለዎ ኣይኮነን እናወደእካ እናተንሳእኻ ጉዕዞ ክርስትና ዝኽየዶ ጉዕዞ ምዃኑ ቃል ኣምላኽ እውን ጻድቕ ሸውዓተ ሻዕ ይወድቕ ሸውዓተ ሻዕ ድማ ይትንስእ እዩ ዝብለና ስለዚ ናይ ጻድቕ ቅድስና፣ እቲ ጻድቕ ዝበሃል ጽድቂ ዝቑጸረሉ ዘሎ ኣብቲ ምትንስኡ ደኣ እምበር ኣብቲ ምውዳቕ ኣይኮነን ማለት እዩ። ስለዚ ውሕስነትና፣ ናይ ውልደነትና ውሕስነት ኣብ ምትንሳእና፣ ኣብ ንስሓና ደኣ እምበር ኣብ ብፍጽምና ምንባር ኣይኮነን ማለት እዩ። ኣብዛ ምድሪ እዚኣ ክሳዕ ዘለና ናብ ፍጽምና ገጽና ጉዕዞ ደኣ ኢና ዘለና እምበር ፍጹማን ስለ ዘይኮንና ውሉድ ኣምላኽ ኣይኮንናን ክንብል ኣይግባእን እዩ ማለት እዩ። እታ ስለዚ መሰል ውልድነት ወይ ድማ ውሉድ ኣምላኽ ምዃን እንታይ ማለት ምኻኑ እቲ ናይ ባህሪ ውሉድ ምዃን ማለት ዘይኮነስ እታ መሰል ውልድነት ምርካብ ማለት ምኻና ኢልና ገሊጽናያ ኣለና። ኣብ መንጎ እቲ ናይ ክርስቶስ ውልድነትን ናይቶም ኣመንቲ ዝኾና ውልድነትን ፍልልይ ድማ ርኢና ኣለና ማለት እዩ። ናይ ጎይታና የሱስ ክርስቶስ እቲ እንኮ ናይ ባህሪ ውሉዱ ንእግዚኣብሔር ኣቦ ምኻኑ ንሕና ግን መሰል ውሉድነት ኢና ረኺብና ኢና ኢልና ዘለና ማለት እዩ። እታ ካልኣይቲ ሕቶ ድማ እቲ ብኣምላኽ ዝወሃብ ናይ ውሉድነትና መለኮታዊ መርትዖ ካብ ቀረበ እቲ ናይ መንፈስ ቅዱስ ኣባና ምህላው እቲ ናብራና ዝምስክሮ ከ እንታይ ክመስል ከም ዘለዎ እያ እዛ ሕቶ እዚኣ ተመልክተልና ስለዚ እቲ ብኣና ወገን ክቐርብ ዝግብኦ ናይ ውሉድነትና ሰብኣዊ መርትዖ እንታይ እዩ ስለዚ ኣምላኽ ብቓሉ ውሉዱ ምዃንና ዘመስክረሉ ናቱ መንገዲ ኣለዎ። ንሕናኸ ነቲ እግዚኣብሄር ውሉድ ይኹን ዝብለና ዘሎስ ብኸመይ ኢና ንድርዖ? ብኸመይ ኢና ነመስክሮ? ውሉድ ኣምላኽ ምዃንናስ ብኸመይ ኢና ሰብኣዊ መርትዖ ነቕርብ ዝብል ሕቶ እዩ ዘሎና ማለት እዩ። ስለዚ ናይዚ ዕለትዚ ትምህርትና እቲ ቀንዲ ሕመረት፣ እቲ ቀንዲ ኣስኳል ወይ ድማ እቲ ኣንጉዕ ናይቲ ትምህርቲ ነዚ ሕቶዚ ኣብ ምምላስ ኢና ንረኽቦ ማለት እዩ። እቲ ሕቶ ብጣዕሚ ከቢድን ረዚንን እዩ ግን ክምለስ ድማ ኣለዎ። እቲ ቀዳማይ ክንርደኦ ዘሎና ብወገን ኣምላኽ ዝኾነ ስሕተት ክፍጸም ኣይክእልን እዩ። እግዚኣብሄር ከይጠዓስ ወዲ ሰብ ኣይኮነን ከይሕሱ ድማ ሰብ ኣይኮነን ነቲ ዝበሎስ ኣይገብሮንዶ ነቲ ዝተዛረቦስ ኣይፍጽሞንዶ ይብለና ኣይኮነን ድዩ እግዚኣብሄር ንዝኣተዎ ቃል ዓቕሚ ሓጺርዎ ካብ ምፍጻም ዘልሓት ኣይብልንዩ እግዚኣብሄር ነቲ ዝበሎ ኩሉ ብተኣማንነት ዝገብር ስለ ዝኾነ ብወገን ኣምላኽ ዋላ ሓንቲ ሕቶ የለን ማለት እግዚኣብሄር እዝን እትን ስለ ዘይገበረ እዚ ውሉነት እዚ ኣይተፈጸመን ወይ ድማ ኣይቀጸለን ክንብለሉ እንኽእል ዋላ ሓንቲ እንከን የለን ማለት እዩ። እቲ ዘገርም ግን ናይ ውሉነት ጉዳይ ብኣምላኽ ጥራይ ዝውሰን ኣይኩነን። ብኣምላኽ ጥራይ ዝውሰን ተዝኸውን በቃ ተወዲኡ ማለት እዩ። ግን ናይ ውሉነትና ነገር ብኣምላኽን ብኣናን ዝውሰን ምዃኑ እዩ ማለት እዩ። ምኽንያቱ ውልድነት ክንረክብ ከሎና ናብ ኪዳናዊ ዝምድና ምስ ኣምላኽ ንኣቱ ኣሎና። ኪዳን ድማ ዝጠልቦ ጠለብ ኣሎ ማለት እዩ። ነዚ ጠለብዚ ከነማልኦን ዘይከንማልኦን ኣባና ዝምርኮስ ነገር እዩ። ነዚ ንኸነማልእ ዘኽእለና ድማ እግዚኣብሔር እኹልን ትርፍን ዝኾነ ጸጋን ሓይልን የዕጥቐና እዩ። እዚኣ ሓንቲ ካብተን ክንርስዓ ዘይብልና ጉዳይ ማለት እዩ። ንኣብነት ቅልል ብዝበለ መንገዲ ክንርድኣ እንተደኣ ኮይና እግዚኣብሄር ጽምኢ ዝሃበና፣ ጥሜት ዝሃበና፣ ናይ ድቃስ ስምዒት ዝሃበና ክንድቅስ ከም ንኽእል ገይሩ እዩ ፈጢርና ማለት እዩ። ነቲ ዘለና ናይ ድቃስ ድሌት ከነዕግበሉ እንኽእል መንገዲ ድማ ኣለዉ ማለት እዩ። ጥሜት ክስምዓና ከሎ ንጥሜትና ከርዊ ዝኽእል ኣይ ሚን ከዕግብ ዝኽእል ከጽግብ ዝኽእል ነገር ስለ ዘዳለወ እዩ። ወይ ድማ ጽምእ ዝስመዓናስ ንጽምእና ድማ ከርዊ ዝኽእል ገለ ነገር እንተ ዘይፈጥር እግዚኣብሄር ከምኡ ዝኣመሰለ ስምዒት ክስመዓና ኣይምገበረን ማለት እዩ። ኣብዚ ናይ ምድሓን ነገር ኣብዚ ናይ ካልኣይ ልደት ነገር ድማ እግዚኣብሄር ነቲ መለኮታዊ ዝኾነ መርትዖ ክህበና ከሎ ንዕዑ ሰብኣዊ ብዝኾነ መንገዲ ክንርዓሉ እነኽእለና ጸጋን ሓይልን ከይሃበ ግበርዎ ኣይምበለና ነይሩ ማለት ስለዚ ውልድነትና ከነረጋግጸሉ እንኽእል መካኒዝም ክህሉ ድማ ብግዲ እዩ ማለት እዩ ስለዚ እግዚኣብሔር ብምስጢራት ኣባና ዝገልጾ ጸጋ ብዓይኒ ዘይረአ እዩ ኣዝዩ ድማ ረቂቕ እዩ ንኣብነት ትማሊ ሰንበት ክልተ ህፃናት ኣጠሚቕና ሓደ ኤልያስ ይበሃል ሓንቲ ድማ ኣቢጋኤል ትበሃል ማለት እዩ ሕጂ እዞም ህፃናት እዚኦም በቲ ኣብኦም ዝተፈጸመ ምስጢር ኣቢሎም ንክርስቶስ ለቢሶሞ ኢልና ኢና ኣዊጅና። ቅድሚ ጥምቀት ዝነበረ ደጋዊ ትርኢቶምን ድሕሪ ጥምቀት ዝነበረ ደጋዊ ትርኢቶን ምንም ፍልልይ የለን። ንክርስቶስ ከም ዝለበስዎ በዚ ግኡዛዊ የዒንትና ክንሪኦ እንኽእል ነገር ኣይኮነን። ረቂቕ እዩ። ብጣዕሚ ረቂቕ ካብ ምዃን ዝተላዕለ ድማ ብእምነት ዝስተውዓል ነገር ደኣ እምበር፣ በዚ ግእዛዊ ኣዒንትና እንሪኦ ነገር ኣይኮነን ማለት እዩ። ግን በቲ ኣብ ማሕበራውን መንፈሳውን ሕይወትና እንነብሮ ግብራዊ ናብራ ግን ውሉድ ኣምላኽ ምዃንናን ዘይምዃንናን፣ ንክርስቶስ ለቢስናዮ ድና ኣይለበስናዮን ግን ክረጋገጽ ይከኣል እዩ ማለት እዩ። ስለዚ ኣብዚ እያ ዘላ እታ ቀንዲ ማለት እዩ። ስለዚ ሕይወት ክርስቶስ ኣባና ትገሃድ ኣላ ዶ የላን? ሰብ ክርእየና ከሎስ ንዓና ጥራይ ድዩ ዝርኢ ዘሎስ ዋላስ ብኣና ኣቢሉ? ንክርስቶስ ድማ ይርእዮ ኣሎ እዩ፣ ሓደ ኻብቲ ናይ ውሉድነትና ሰብኣዊ መርትዖ ኪኸውን ዚኽእል እዩ ማለት እዩ። ሃዋርያ ቅዱስ ጳውሎስ ነዚ ነገር እዚ ኺእመን ከሎ እንታይ ኢሉ ኣሎ? ጸጋ ምእንቲ ኺዓዝዝሲ ሓጢኣት ዶ እናገበርና ንንበር? ያእ ኣይፋልናን፣ ንሕና ብጥምቀት ካብ ሓጢኣት ተፈሊና ሞይትና እናበልናስ፣ ከመይ ኢልና ደኣ ሕጂ ኣብ ሓጢኣት ክንነብር? ወይስ እቶም ብክርስቶስ ዝተጠመቕና ዘበልና ኩላትና ብሞቱ ከም ዝተጠመቕና ዶ ኣይትፈልጡን ኢኹም? እምበኣር ከምቲ ክርስቶስ ብክብሪ ኣቦኡ ካብ ሙታት ዝተንስኤ ከምኡ ከኣ ንሕና ብሓዳሽ ህይወት ምእንቲ ክንነብር ብጥምቀት ምስኡ ሞትናን ተቐበርናን ይብለና ኣሎ። ስለዚ ናይ ጥምቀት መልእኽቲ እንታይ እዩ? ንሓጢኣት ሞይትካ ንጽድቂ ዝተንስኤ ህያው ህይወት፣ ህያው ናብራ ንምንባር ማለት እዩ። ልክዕ ከምታ ክርስቶስ ንሞትና ዝሞተልና ንሕና ድማ ነታ ህይወቱ ኣብዛ ምድሪ እዚኣ ክንነብር እዩ እቲ ቀንዲ መልእኽቲ ማለት እዩ መሊሱ ናብ ገላትያ እንታይ ይብለና ምዕራፍ ክልተ ካብ ፈደ ዓሰርተ ሸውዓተ ግናኸ ብክርስቶስ ክንጸድቕ እናደለናስ ንርእስና ሓጥኣን ኮይንና እንተተረኸብና እምበኣርሲ ክርስቶስ ዶ ኣገልጋሊ ሓጢኣት እዩ ያ ኣይፋሉን ነቲ ዘፍረስክዎ ከም ብሓድሽ እንተ ነደእክዎ ኣበሰኛ ምዃነይ እርኢ ኣሎኹ። ኣነስ ንኣምላኽ ህያው ኰይነ ምእንቲ ኽነብር ካብ ሕጊ ሙሴ ሓራ ወጺኤ። ማለት እቲ ሕጊ ባዕሉ ቐቲሉኒ እዩ። ክርስቶስ ብስጋ ተሰቒሉ እዩ፣ ኣነ ኸኣ ብጥምቀት ምስኡ ተሰቒለ። ግናኸ ምስ ክርስቶስ ብጥምቀት ካብ ሓጢኣት ድሕሪ ምሟተይ ሕጂ ክርስቶስ እዩ ኣባይ ዝነብር ዘሎ እምበር ደጊም ኣነ ኣይኮንኩን ዝነብር ዘለኹ ኢሉ ማለት እዩ። ስለዚ ሓደ ሰብ ተጠሚቐ ይብል እንተ ኮይኑ ንሓጢኣት ሞይተ እየ ሓጢኣት ንኸይፍጽምሲ ሞይተ እየ ንሓጢኣት ምዉት እዩ። ሓደ ዝሞተ ሰብ ስምዒት ኣለዎ ድዩ? ሓደ ሬሳስ ዋላ ሓንቲ ተግባር ይብሉን። ሚእቲ ኩንታል ጸቒጥካዮ፣ ሓደ ኩንታል ጸቒጥካዮ ሃይ እውን ኣይብልን፣ ኣይስምዖን እዩ። ስለዚ ንሕና ድማ ሓጢኣት ንዘይምግባር ኢና ሞይትና፣ ንጽድቂ ድማ ህያው ኴንና ተንሲእና ኢልና ኢና ንኣምን ማለት እዩ። ስለዚ ተመሳሳሊ ሓሳብ እዩ ዘሎ። ኣብዛ ህይወት እዚኣ ድሕሪ መሰል ውልድነት ምርካብና ንፍቓድ ገዛእ ርእስና ዘይኰነስ ንፍቓድ ኣምላኽ ክንነብር ወይ ድማ ክርስቶስ ብኣና ኣቢሉ ክነብር እዩ እቲ ቀንዲ መልእኽትን ሓሳብን ናይ ምስጢረ ጥምቀት ማለት እዩ። ስለዚ እዚ መሰል ውሉድነት እዚ ዘጸግወና ነገር እንተደኣ ሃልዩ፣ ንጽድቂ ህያዋን ኴንና ንኽንነብር ዘኽእለና ዓቕምን ጸጋን ድማ ይህበና እዩ ማለት እዩ። ምናልባሽ ሓንቲ ኣብነት ጠቒሰ ነዚኣ ክገልጻ ክፍትን እየ። ሓደ ግዜ ሓደ ወዲ ሓሙሽተ ዓመት ዝኸውን ቖልዓይ ነቡኡ እንታይ ይብሎ? ኣባኻስ ንጎይታና የሱስ ክርስቶስ ርእየዮ ኢሉ ይዛረቦ ማለት እዩ። ሕጂ ትብኡ ተገሪሙ ማለት እዩ። እንታይ ማለትካ ኢልዎ። ኣነስ ንጎይታና የሱስ ክርስቶስ ብኣካል ርእየዮ ይፈልጥ ነህ። ግን እቲ ኣብ መጽሓፍ ቅዱስ ዘንብቦ እዚ ገይሩ እዚ ገይሩ ዝበሃል ነገርሲ ኣባኻስ ርእየዮ ኢልዎ ማለት እዩ። ምክንያቱ ክጽሊ ርእየካ እየ፣ ጎይታና የሱስ ክርስቶስ እውን ዝጽሊ ነይሩ። መጽሓፍ ቅዱስካ ክተንብብ ርእየካ። ገለ ሰባት ሓሪቖም ክዛረቡኻ ከለዉ፣ ንስኻ ግን ብትዕግስቲ ክትምልሰሎም፣ ልኡም ዝኾነ ምላሽ ብሕያውነት ክትምልሰሎም፣ ንጽጉማት ድማ ክተረድእ ስለ ዝርኤካስ፣ ንየሱስ ኣባሃርየ እየ ኢልዎ ማለት እዩ። እቲ ኣቦ ብጣዕሚ ተገሪሙ ማለት ቃል ኣምላኽ እውን ኣብ ወንጌል ማቴዎስ ምዕራፍ ሓሙሽተ ፍረ ዓሰርተ ሽዱሽተ እንታይ ዝብለና ከምኡ ከኣ ነቲ ጽቡቕ ግብርኹም ርእዮም ኣብ ሰማይ ንዘሎ ኣቦኹም ምእንቲ ከመስግንዎ ብርሃንኩም ኣብ ቅድሚ ሰብ ይብራህ እብለና። መስትያት ጸሓይ ክረክብ ከሎ እንታይ እዩ ዝገብሮ? ሪፍለክት እዩ ዝገብሮ ኣይኮነን? ነቲ ጸሓይ የንጸባርቖ እዩ። ናትና ህይወት ድማ ዘንጸባርቖ ነገር እንተ ሃልይዎ ንጎይታና የሱስ ክርስቶስ እዩ ማለት እዩ። ኣለና ድና? ህይወትና እንታይ እዩ ዘንጸባርቕ? ኢልና ሓደ ካብቲ ክንሓቶ ዘለና ጉዳይ ማለት እዩ ስለዚ ንክርስቶስ ዝለበሰ ሰብ እንተ ኮይኑ ዘንጸባርቆ ነገር ኣሎ እቲ ንጸባርቆ ድማ ንጎይታናን መድሓኒናን የሱስ ክርስቶስ የንጸባርቅ ማለት እዩ ስለዚ ነዛ ዕላማ ጥምቀትና ብግብሪ ንነብራ እንተ ኣሊና ናይ ውልድነትና ብቑእ ሰብኣዊ መርትዖ ንሱ ኢና ንብል ዘለና ማለት እዩ ስለዚ ዝኾነ ናይ ሓጢኣት ፈተና ክመፀና ከሎ ኣነ ነዚ ሓሳብ እዚ ክሓስብ ኣይግብኣንን እዩ ነዚ ቃላት እዚ ከውስእ ነዚ ሕሜት እዚ ክሓሚ ኣይግብኣኒ ንዓይ ኣይበቅዕን እዩ ንኣምላኽ እውን ኣይበቅዕን እዩ ኢልካስ፣ ኩሉ ግዜ ንገዛእ ርእስኻ ብመንጽር እቲ ለቢስካዮ ዘለኻ ናይ ክርስቶስ ህይወት ክትርእዮ ምኽኣል እዩ ማለት እዩ። ግን እዚ ሰናይ ግብሪ እዚ ብግዲ ከም ዘድልየና ቃል ኣምላኽ ይነግረና እዩ፣ ግን ተገዲድና ንገብሮ ነገር ክኸውን ድማ የብሉን። ነቲ ዘይግብኣና እንተ ደኣ ኮይንና እቲ ዘይግባእ ባህሪ ኣባና ክንጸባረቕ ይኽእል እዩ ማለት እዩ። ንኣብነት ሓደ መጥፋእቲ ሓዊ፣ ኣብ ቢምቦሪንግ ክሰርሕ ዝሰልጠነ ሰብ መጀመርያ ዝመሃሮ ነገር እንተ ሃልዩ እንታይ ዓይነት ዕጥቂ ክዕጠቅ ከም ዘለዎ እዩ። ነቲ ዕጥቂ እቲ ተዓጢቑ ድማ ሓደጋ ከጋጥም ከሎ ከመይ ገይሩ ቀዳምነት ንመን ክህብ ከም ዘለዎ ብድሕሪኡኸ ከመይ ገይሩ ነቲ ሓዊ ከጥፍኦ ከም ዘለዎ ፍልይ ዝበለ ታዕሊም ይወስድ እዩ። እዚ መጥፋእቲ ሓው ድሰልጠነ ግን ሓደ ሓደጋ ምስ ኣጋጠመ ነቲ ልብሲ ከይለበሰ ተጓይዩ ከይዱ ነቲ ሓዊ ከጥፍእ ኢሉ ብዘይ እቲ መከላኸሊ ልብሲ እንተዝኣቱስ እንታይ ምኾነ? ምስተጎድኣ። ክርስትያን ድማ እቲ ውሉድ ኣምላኽ ኮይነ'የ ዝብል ሰብ ንክርስቶስ ከይለበሰ ክነብር እንተድኣ ፈቲኑ ብረስኒ ሓጢኣት፣ ብረስኒ ናይ ሓጢኣት ፈተና ብዝተፈላለየ መከራ ናይዛ ዓለም'ዚኣ ከነድድ ተኽእሎ ኣለዎ ማለት'ዩ። ስለዚ እቲ ንክርስቶስ ምልባስ ንሓጢኣት ንክንጽየን ንሓጢኣት ደማ እምቢ ንክንብል ሓይልን ጸዓትን ከም ዝኮነና ካብዚ ክንርዳእ ንክል ኢና ማለት እዩ። እታ ሳልሰይቲ ሕቶ ዘላና ድማ እዚ ሰብኣዊ መርትዖ ውልነትና ኣብ መሪሕ ጥቅስና ብከመይ ተገሊጹ ዘሎ? እታ መሪሕ ጥቅስና ናይ ወንጌል ዮሃንስ ምዕራፍ ሰለስተ ፍቅዲ ዓሰርተ ሸሞንተ ክሳብ ዕስራን ሓደን ዘላ እያ። እቲ ከነንብቦ ተመዲብልና ዘሎ ናይ ዕለቱ ቅዱስ ወንጌል ድማ ካብ ጥቕሲ ሓደ ክሳብ ጥቕሊ ዕስራን ሓደን ዘሎ እዩ። ስለዚ እቲ ሓሳብ እዚ ሓይሊ ቃል ተወሲድሉ ዘሎ ኣብቲ መዛዘሚ ናይቲ መልእኽቲ እዩ ዘሎ ማለት እዩ። ስለዚ ጎይታና ንኒቆዲሞስ ክዛረቦ ከሎ ብዛዕባ ናይ ዳግም ልደት ምስጢር እዩ ገሊጹ ዘሎ ከምቲ ኣቀዲምና ዝገለጽናዮ ማለት እዩ። ስለዚ ካብዚ ክርስቶሳዊ ቃል እዚ ኣብ መንጎ ጸልማትን ክፉእ ግብርን ኣብ መንጎ ብርሃንን ሰናይ ግብርን ዘሎ ዝምድና ገሊጹልና ኣሎ ማለት እዩ። እዚ ድማ ሓደ ካብቲ መርትዖ ናይ ልደትና ክኸውን ከም ዝኽእል ክንርዳእ ንኽእል ማለት እዩ። ስለዚ እግዚኣብሔር ጽየፎ ክፉእ ግብሪ ምግባር ፍቕሪ ጸልማት ከም ዘሎና ኣብ ጸልማት ከም ንነብር ምእንቲ ብርሃናዊ ኣምላኽ ምስቲ ብርሃናዊ ኣምላኽ ድማ ግሁድ ዝኾነ ጽልኢ ከም ዘለና ናይ ውልድነትና ዝምድና ከም ዘይብልና ዘረጋግጽ እዩ ማለት እዩ። እዚ ነይሩ ነይሩ ኣየጋጥም ማለት ኣይኮነን፣ ግን ከም ሓደ ናብራ ከም ሓደ ፓተርን ናይ ህይወትና ከም ሓደ ሜላ ኣነባብራ ጌርና እንተ ወሲድናዮ ነዚ እዩ ዘመልክት ማለት እዩ። ስለዚ እቲ እነዘውትሮ ግብሪ ናይ መንፈሳዊ መንነትና መግለጺ ወይ ድማ ግሁድ ዝኾነ መርትዖ ጌርና ክንወስዶ ንኽእል ኢና ማለት እዩ። ብኣንጻሩ ድማ ሰናይ ግብሪ ዝመልኣና ሰባት እንተድኣ ኮይንና እዚ ድማ ፍቕሪ ብርሃን ከም ዘለና ምስ ኣምላኽ ድማ ኪዳናዊ ዝምድና ከም ዘለና ዘረጋግጽ ወይ ድማ ከም ሰብኣዊ መርትዖ ጌርና ክንርድኦ ንኽእል ኢና ማለት እዩ። ግብርና ግን ማለት ብኻልእ ሰብ ተገዲድና ኣይኮናን ንገብሮ፣ ግብርና ኩሉ ግዜ ፈቲና መሪጽና እንገብሮ ነገር እዩ ማለት እዩ። ክንሓስብ ከሎና፣ ቃላት ከነውጽእ ከሎና፣ ዝኾነ ግብሪ ክንገብር ከሎና ዘታልል ክህሉ ይኽእል እዩ፣ ንጽቡቕ ነገር ድማ ዝደፍኣና ነገር ክህሉ ይኽእል እዩ፣ ኣብ መወዳእታ ግን ደይ መደይ ኢልና ብምርጫና፣ ብፍቓድና፣ ብውሳኔና ንውስን ግን ንሕና ኢና። ስለዚ ድማ እዩ እግዚኣብሄር ንሰናይ ግብሪ ኮነ ንኽፉእ ግብሪ ኣብ መወዳእታ ዝፈርደና። እንተዘይደፍኣኒ ተዘይሕንኩለኒ ኣብዚ ኣይምወደቅኩን እንብለሉ ነገር ክህሉ ይኽእል እዩ። ግን ካብ ተሓታትነት ግን ሓራ ኣይገብረናን እዩ ማለት እዩ። ስለዚ እንታይ ንምባል እዩ ንኽፉእ ግብሪ ግብሪ ጸልማት ኣጽዋር ጸልማት ንሰናይ ግብሪ ድማ ግብሪ ብርሃን ኣጽዋር ብርሃን ኢሉ ገሊጽዎ ኣሎ። ስለዚ ከምቲ ኣቐዲምና ዝገለጽናዮ እቲ ናትና ናይ ምፍጣርና ዓላማ ኮነ ናይ ምድሓንና ዓላማ ግን ንሰናይ ግብሪ ኢና ተፈጢርና። ሰናይ ግብሪ ማለት ድማ ንኣምላኽ ምንጽብራቕ፣ ልክዕ ከምቲ መስትያት ንብርሃን ዘንጸባርቖ፣ ንሕና ድማ በቲ ኣነባብራና በቲ ግብርና ንጐይታናን መድሓኒናን የሱስ ክርስቶስ ከነግህድ፣ ከነንጸባርቕ፣ ዝተፈጠርናን ዝደሓንና ምዃንና እዩ ቃል ኣምላኽ ዝነግረና ማለት እዩ። ስለዚ ኣብ ኤፌሶን ምዕራፍ ክልተ ፍቕዲ ዓሰርተ ንሕና ነቲ ኣምላኽ ኣቐዲሙ ቅድሚ ምስራት ዓለም ዘዳለወልና ሰናይ ተግባራት እናፈጸምና ምእንቲ ክንነብር፣ ብክርስቶስ ኢየሱስ ዝፈጠረና ፍጡራት ኣምላኽ ኢና ኢሉና ኣሎ። ብመሰረቱ ንምንታይ ኢና ተፈጢርና? ሓደ ካብቲ ፈላስፋ ናይ ዓለምና ክምልስዎ ዝፍትኑ ኣድማሳዊ ሕቶ እዩ። ከምቲ ኩሉ ግዜ እንገልጾ ናትና ዕላማ ኣብቲ ንፍቓድ ኣምላኽ ምንባር ክቱት እዩ። ስለዚ ንሕና ድኣልና ምእንቲ ኣምላኽ ተፈጢርና እምበር ኣምላኽ ኣይኮነን ምእንታና ተፈጢሩ ማለት እዩ። ካልኦት ወገን ኣህዛብ ኣብ ዕድሜኦም ምሉእ ዝተፈላለየ ኣማልኽቲ ይቕይሩ እዮም። ናይ ፍቕሪ ኣምላኽ፣ ናይ ገንዘብ ኣምላኽ፣ ናይ ፈርቲሊቲ ኣምላኽ እናተባህለ በብዘድልዮም ዝተፈላለየ ኣማልኽቲ ኢሎም ኣለዉ ኢሎም ስለ ዝኣምኑ እቶም ኣማልኽቲ ድማ ንዕኦም ከርብሑ ንዕኦም ክጠቕሙ ከም ዝተፈጠሩ ገይሮም እዮም ዝርድኡ። ንሕና ግን ንፍቓድ ኣምላኽ፣ ንረብሓ ኣምላኽ፣ ንጥቕሚ ኣምላኽ ኢና ተፈጢርና ማለት እዩ። ስለዚ እግዚኣብሔር ክፈጥረና ከሎ ድማ ንሰናይ ግብሪ እዩ ፈጢርና። ምስ ወደቕና ከቢድ ዋጋ ከፊሉ ምስ ኣድሓነና እውን ሕጂ እውን ንሰናይ ግብሪ ክንነብር እዩ ኣምላኽ መዲብና ማለት እዩ። ስለዚ ናይ ምፍጣርና ኮነ ዕላማ ውልድነትና ግብሪ ብርሃን ጥራይ ምዝውታር፣ ሰናይ ግብሪ ናይ ብሓቂ ግብሪ ብርሃን ምዃኑ ድማ ጎይታና ከምዚ ኢሉ ኣሎ፣ ከምኡ ኻነ ጽቡቕ ግብርኹም ሪኦም ነቲ ኣብ ሰማይ ዘሎ ኣቦኹም ምእንቲ ኸመስግንዎ ብርሃንኩም ማለት ሰናይ ግብርኹም ኣብ ቅድሚ ሰብ ይብራህ ህብለና ኣሎ። ኣብ ቅድሚ ሰብ እንታይ ግበር ይብራህ። ሃዋርያ ቅዱስ ጳውሎስ እውን እዚ ቃል እዚ እሙን እዩ ነቶም ብኣምላኽ ዝኣምኑ ሰናይ ግብሪ ንምግባር ምእንቲ ክቐንኡ ምእንቲ ክተግሁ ማለት እዩ ብዛዕባ እዚ ኣጸቢካ ከተረድኦም ደልያ ኣለኹ እዚ ብሰናይ ግብሪ ምትጋህ ጽቡቕን ንሰብ ዝጠቅምን እዩ እቶም ናትና'ውን ብዘይ ፍረ ከይኮኑ ነቲ ብግዲ ዘድሊ ሰናይ ግብሪ ክገብሩ ይመሃሩ ኢሉና ኣሎ ኣብ ቲቶ ምዕራፍ ሰለስተ ፍቕዲ ሸሞንተ ን ዓሰርተ ኣርባዕተ ን ኣንቢበ ዘለኹ ማለት እዩ። ስለዚ ሰናይ ግብሪ ባህሪና እዩ ክኸውን ዘለዎ ማለት እዩ። ምናልባሽ ሓንቲ ኣብነት ክጠቅስ እንተደኣ ኮይነ ብዙሕ ግዜ እትንገረና እንታይ ኣላ ንኣብነት ጭሩስ ኣብ ሰማይ ክነፍራ ከለዋሲ ብዙሕ ገድሊ የብለንን ኢዝሊየን እሳ ዝገብራ ብዝንቢ ኣይኮነን ካብ ሓደ ገረብ ናብ ሓደ ገረብ ይበራ ናብ ዝደለየ ድማስ ክንቲተን ተጠቒመን ይኸዳ ማለት እዩ ዝኾነ ጸገም ከጋጥመን ብዙሕ ሓይሊ እውን ጸዓት እውን የውጽኣን እየን እዘን ጭራሩ ግን ጭሩ ስለ ዝኾና እየን ዝነፍራ እምበር ጭሩ መታን ክኾና ኣይኮናን ማለት እዩ ናይ ምንፋር ባህሪ ኣለወን ናብ ዓሳ ተመጺና ድማ ዓሳ ዝሕንብስ እንታይ እዩ ዓሳ መታን ክኸውን ኣይኮነን ግን ዓሳ እዩ ናይ ምሕንባስ ባህሪ እግዚኣብሔር ኣብ ውሽጡ ስለ ዘቐመጠሉ እዩ ከይተጻዕረ ብዙሕ ዋጋ ከይከፈለ ዝሕንብስ። ንሕና ክንሕንብስ ከሎና ብዙሕ ተዓሊም ብዙሕ ትሬኒን ወሲድና ኢና ንሕንብስ ኣይኮነን። ንዓሳ ግን ባህሪ እዩ ማለት እዩ። ልክ ከምዚ ንሕና ምትንፋስ ባህሪና ኮይኑ ክነተንፍስ ናይ ጥዕና ጸገም እንተዘይብልና ኮይኑስ ኣይንሽገርን ኢና። ነተንፍስ ከም ዘለና እውን ክሳዕ ንርሶ ኢና ንኸውን ማለት እዩ። ከምኡ ድማ ንክርስትያን ነቲ መሰል ውልነት ዝረኸበ ሰናይ ግብሪ ምግባር ባህሪኡ እዩ፣ ናይ ድሑናት ግብሪ እዩ ክኸውን ዘለዎ ማለት እዩ። እታ ምእዛዝ ዘለዋ ግብሪ ዘለዋ እምነት ዘላቶ ሰብ እዚ ሰናይ ግብሪ እዚ ባህሪኡ ክኸውን ብግዲ እዩ ማለት እዩ። ናይ መወዳእና ናይ መወዳእታ ሕቶና ድማ እዚ መርትዖ ውልድነትና ዝኾነ ሰናይ ግብሪ ኣብ ህይወትና ከይበዝሐን ከይደምቐን ዘዕንቅፈና ዘሎ ድኣ እንታይ እዩ? ነዚ ዕንቅፋት እዚ ኸ ብኸመይ ኢና ክንዕወተሉ ንኽእል? ስለዚ መርትዖ ውልድነትና እቲ ሰብኣዊ መርትዖ ሰናይ ግብሪ እንድሕር ኢልና እዚ ሰናይ ግብሪ እዚ ድማ ከይበዝሕን ከይደምቕን ዘዕንቅፈና ዘሎ እንታይ እዩ ክንፈልጦ ድማ ኣዝዩ ኣገዳሲ እዩ። እታ መገዲ ኣዝያ ቀላልን ንጽርትን እያ። ንሳ ድማ እንታይ እዩ? ኩሉ ግዜ ኣብ ኩሉ ቦታ ኣብ ኩሉ ኩነታት ውሉድ ኣምላኽ ምዃንካ ምዝካር ማለት እዩ። ውሉድ ኣምላኽ ምዃንካ እንታይ ምግባር? ምዝካር። ውሉድ ኣምላኽ ምዃንካ እንተ ዘኪርካ ድማ ከም ውሉድ ኣምላኽ ኮንካ ምንባርን ምግባርን ማለት እዩ። ኣነ ነዚ ተግባር እዚ ኣይኮንኩን ዘለኹ። ኣነ ውሉድ ኣምላኽ እየ፣ ንኣምላኽ ዝበቅዕ ናብራ ድማ ክነብር ዝተጸዋዕኩ እየ ኢልካስ፣ ኩሉ ግዜ እዚ ምዝካር እቲ ቀዳማይ ኣብ ኦምርና ክሰኣል ዘለዎ፣ ኣብ ልብና ድማ ክጸሓፍ ዘለዎ ጉዳይ ማለት እዩ። ስለዚ ማሕበረ መንፈሳዊ ሕይወትና ብሓሳባት፣ ብዝርርብ፣ ብስምዒት፣ ብተግባራት እዩ ዝግለጽ። ኣነ ውሉድ ኣምላኽ እየ፣ ከም ውሉድ ኣምላኽ መጠን እዚ ክሓስብ፣ ነዚ ክዛረብ፣ ከምዚ ክስምዓኒ፣ እዚ ክገብር ይግብኣኒ ድዩ? ንኣይ ንውሉድ ኣምላኽን ነቲ ዝወለደና ኣምላኽን ዝምጥን ድዩ ዝብል ሕቶ ኩሉ ግዜ ክንሓትት ኣዝዩ ኣገዳሲ እዩ። ስለዚ ካብቲ ማይንድሰት ይጅምር ዘሎ ማለት እዩ። ውሉድ ኣምላኽ ክጻረፍ፣ ክሓሚ፣ ክሕሱ፣ ክቕየም፣ ክጸልእ፣ ክቑጣዕ፣ ክበኣስ፣ ክቐንእ፣ ከሻሩ፣ ከዳሉ፣ ክምንዝር፣ ክራኸስ ኣይ መጠኑን ኣይ ቦቕዖን ከኣ እዩ። ንርእሱ ዀነ ነቲ ፈጣሪኡን ወላዲኡን ኣምላኽ ሰብ ዜብል ከቢድ መንፈሳዊ በደል ምዃኑ እዩ ዚነግረና ዘሎ ማለት እዩ። ስለዚ፣ ውሉድ ኣምላኽ ምዃንና ኣብ ከምዚ ዝበለ ናይ ስብከት ኣጋጣሚታት ጥራይ ክንዝክሮ ዘይኰነስ፣ ኵሉ ግዜ ኣብ ዕለታዊ ናብራና ውሉድ ኣምላኽ ምዃንናን ከም ውሉድ ኣምላኽ መጠን ድማ ክንነብርን ክንገብርን ከም ዘሎና ኵሉ ግዜ ኣብ ኣእምሮና ኺሰኣል ዘለዎ ጕዳይ ማለት እዩ። ኣብ መወዳእታ እንታይ ዝብል ቃል ኣሎ? ድሕሪ ዝተርፈና ንህይወትና ብዕቱብ ምምርማር እዩ። ብድቓላ መንነት ማለት ጽድቅን ሓጢኣትን ሓዋዊስና ውሉድ ኣምላኽን ውሉድ ሰይጣንን ኮይንና ንነብር ከም ዘየለና ርግጸኛታት ንኹን። ንውሉድነትና ምእንቲ ኣምላኽ ብምንባር ግብሪ ኣምላኽ ማለት ሰናይ ግብሪ ብምዝውታር ንብርሃን ብምፍቃርን ጸልማት ብምጽያፍን ኣሉ ብዘይበሃል ሓቀኛን ግሁድን መርትዖ ነግህዶ ከም ዘለና ንኣምላኽ ንሰባትን እረ ንሰይጣን እውን ከይተረፈ ከነረጋግጸሉ ይግባእ ማለት እዩ። ሓንቲ ኣብነት ጠቒሰ ክውድእ እየ። ሓደ ግዜ ኣብ ሓደ ዓዲ ሓደ ውሉድ ኣቦን ኣደን ዘይብሉ ግዳም ሓደር ኮይኑ ዝነብር ቆልዓ ናይታ ዓዲ እቲኣ ንጉስ ክሓልፍ ከሎ ይርእዮሞ ብጣዕሚ ደንጊጹ ኣሎ። በከዳድንኡ ትርኢቱ ኩሉ ኣብ ሕማቕ ኩነታት ስለ ዝነበረ ኩሉ ግዜ ድማ ኣብ ጎደና ስለ ዝነብር ደንጒጽሉ ስለዚ ከም ውሉዱ ገይሩ ከዕብዮ ድማ ውሳነ ይገብር ማለት እዩ። ስለዚ ነዚ ቆልዓ እዚ ይወስዶ ከም ውሉዱ ገይሩ ከዕብዮ ድማ ይጅምር። ስለዚ ተሓጻጺቡ ክዳውንቲ ቀይሩ ኣብቲ ቤት ንጉስ ፓላስ ክነብር ጀሚሩ። እንተኾነ ግን እቲ ቆልዓ ክኣምን ኣይከኣለን ማለት እዩ። ናይ ብሓቂ ድዩስ ደንጽይዎ ማለት ሕልሚ ከይከውን ድማ ይፈርህ ነይሩ። እዩ። ስለዚ ልክዕ ከምቲ ኣብቲ ግዳብ ሓደር ከሎ ዝነብሮ ዝነበረ፣ መኣዲ ይቕረብ እሞ እቶም ቤተሰብ ናይቲ ንጉስ ናብ ገለ ክውል እንተ ደኣ ኢሎም፣ ካብቲ ምግብስ ኣብ ጅቡ ይሓብእ ማለት እዩ። ናብቲ ንኡስ ሕማቕ። ከምዚ ሕፍረት ድማ ይስምዖ ማለት ኣብኡ ምህላውሲ እስቲል ክዳኑ እኮ ተቐይሩ እዩ። ዝኾነ ግዳም ሓደር ዘምስሎ ነገር ትርኢት የብሉን። እቲ ደጊኡ ተቐይሩ እዩ፣ እቲ ማይንድሰት ናቱ ውሽጡ ግን ኣይተቐየረን። ስለዚ ከም ዘይብቑዕ ኮይኑ ይስምዖ ነይሩ። ልዕሊ ኹሉ ድማ ነቲ ዘዕብዮ ዘሎ ንጉስ ኣቦ ክብሎ ብጣዕሚ ይሽገር ነይሩ ማለት እዩ። ውሽጡ ኣቦ ክብሎ ብጣዕሚ ይሽገር ነይሩ ማለት እዩ ሕጂ ዘኽታም ኣይኮነን ዘሎ ዘዕብዎ ውሉ ረኺቡ እዩ ስቲል ግን እቲ ናይ ዘኽትምና ስምዒት ግን ኣለዎ ማለት እዩ እቲ ዘገርም ግን እቲ ማይንድሰት ዳኣሉ ዘይተቐየረ እምበር በቲ ደጋዊ ነገሩ ኩሉ ተቐይሩ እዩ ማለት እዩ። ንሕና ድማ ከም ውሉድ ኣምላኽ መጠን ክንነብር ተጸዊእና ክነስና ከምኡ ዓይነት ስሜት ይስማዓና እዩ። እስቲል መጽሓፍ ቅዱስ እቲ መለኮታዊ መርትዖ ውሉድ ኣምላኽ ኢኹም እብለና ንሕና ግን ናይ ዝኽትምና ስምዒት ይስማዓና ማለት እዩ። ክስማዓና ዘይግብኦ ክንነብሮ ዘይግብኦ ናብራ ስለ ንነብር እቲ ኣብ መንጎ እግዚኣብሔር ዝብለናን ኣብ መንጎ እቲ ፕራክቲካል ንነብሮ ዘለና ናብራን ይጋጨወና እሞ ውሉድ ኣምላኽ እየ ክንብል ድማ ንሽገር ማለት እዩ። ስለዚ ናይ ሎምዓንቲ ትምህርትና ናይ ዳግም ልደትና መርትዖ እንታይ እዩ ብወገን ኣምላኽ ሕቶ ኣይኮነን ማለት ክንነብሮ እዩ። ዘይግብኦ ናብራ። ብኣና ወገን እቲ ሰብኣዊ ኣብ መንጎ መርትዖ ግን እግዚኣብሔር ከመይ ክኸውን ዝብለናን ከም ኣብ ዘለዎ መንጎ ቃል ኣምላኽ እቲ ተማሂርና ኣለና ፕራክቲካል እሞ ከም ቃሉ ክንነብር እግዚኣብሄር ብጸጉ ይደግፈና ኣብ ዘለና ተንሲና ሓንቲ መዝሙር ዘሚርና